ሰላም ከመይ ተፀንሑ ክቡራት ተኸታተልትና፣ እዚ ባይቶና ሚድያ እዮ። ነዚ ሰዓት ዝሓረናዮም ሓድሽቲ ዜናታት ሒዝና መፂና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ። ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ብልፅግና ኣብ ልዕሊ መራሕቲ ህወሓት ስጉምቲ ንምውሳድ ምሽጥራዊ ጉጅለ ከም ዘዳለወ ዝገልፅ ሰበር ዜና። ኣብ ሱዳን ካርቱም ዝተጀመረ ኣንፃር ብልፅግና ሓይልታት ዘተኣኻኸበ ፅምዶ። ስጉምቲ ሰራዊት ትግራይ ብዝምልከት ጀነራል ወዲ ወረደ ብዓጀውቱ ከም ዝተጨወየ ዝገልፅ ሰበር ዜና። ኣርሚ ሰብዓ ወሳናይ መስመር ምቁፅፃሩ ዶክተር ደብረፅዮን ርክክብ ማሕተም ዝካየደሉ መዓልቲ ብዝምልከት ዝሃቦም ሓበሬታ ወዲ ወረደ ዝእለየሉ መዓልቲ ከም ዝተወሰነ ክብራትን ክብራትና ናይ ዚኣምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብክብሪ ንዕድመኩም ህዝቢ ትግራይ ጅግና ተቃላሳይ ህዝቢ እኳ እንተኾነ ካብ ውሽጠ ብዝወፁ ንውልቀ ስልጣኖምን ረብሐኦምን ቕድሚያ ብዝሀበውን ከዳዓት ግን ኣብ ከቢድ መከራ ከምዘሎ ይፍለጥ። ሕጂ ህወሓት ህዝባ ንምድሓን ናይ መወዳእታ ስጉምቲ ኣብ ዝወሰደትሉ እዋን ብጀነራል ወዲ ወረደ ዝምራሕ ጉጅለ ጉዕዞ ህወሓት ንምትዕንቓፍ ዝክኣሎ ኩሉ ንምግባር ከምዝተዳለወ ዝተረኸበ ምሽጥራዊ ሓበሬታ የረድእ። ጀነራል ወዲ ወረደ ብልፅግና ዝሃበኒ ንሽሞት ተቐቢለ ክቕፅል እየ፣ ማእኸላይ ኮሚቴ ህወሓት ዝወሰነ ውሳነ ይኹን ኣመራርሓ ሰራዊት ትግራይ ዝወሰነ ውሳነ ኣይቕበልን ብምባል ብግልፂ ናይ ብልፅግና ተለኣኣኺ ምዃኑ ኣረጋጊፁ ኣሎ። ኣብዚ ጉዳይ ሓሳቦም ዝሃቦ ምሁራት ውሳነ ህዝቢ ትግራይ ኣይቕበልን ዝበለ ዕሱብ ብልፅግና ውሳነ ህዝቢ ትግራይ ክኽበር ምግባር ናይ ህወሓትን ሓይልታት ፀፅታ ትግራይን ሓላፍነት እያ፣ ህወሓት ነዚ ጉዳይ እውን እንክሊለ እናበለት ግዜ ብምውሳድ ህዝብና ናብ ዘኸፍአ ህልቂት ክሸጋገር ክትፈቅድ የብላን ክብሉ ገሊጸም ኣለዉ። እዚ ከምዚ ኢለ እንሃሎ ብልጽግና ጀነራል ወዲ ወረደ ተጠቒሙ ዘዳለዎ ናይ ቅንጸላ ስኳድ ኣብ ልዕሊ ኣመራርሓ ህወሓትን ኣመራርሓ ሰራዊት ትግራይ ስጉምቲ ንምውሳድ ከም ዝተዳለወ ፍልፍላተይ ይሕብሩ። እቲ ስጉምቲ ዝወሰድ ጉጅለ እቶም መራሕቲ ኣብ ዝጥቀመለን መካይን ጂፒኤስ ዝተገጠመሉ መሳርሒ ብምግጣም ወይ ድማ ነታጒ ብምእሳር ዝመሳሰሉ መንገድታት ክጥቀም ከም ዝኽእል ዝሓበሩ እቶም ፍልፍላት፣ ጀነራል ወዲ ወረደ ብቕልጡፍ ካብ ስልጣኑ ተኣልዩ ኣብ ትግራይ ዝተዘርገሐ ሰንሰለት ክብጠስ እንተዘይኪኢሉ ትግራይ ኣለውኒ እትብሎም መሳርሕታ ክትስእንን ናብ ሕድሕድ ጎንፂ ክትኣቱን ከም እትኽእል እንዳተገለፀ ይርከብ። ካብ ኣራት ኪሎ ዝተረኸበ ሓበሬታ ከም ዝሕብሮ ትግራይ ቀስ ብቐስ እናዳኸመ ክብትና ዝደሊ ዘሎ ብልፅግና ምናልባት እውን ወዲ ወረዳ ኣብ ስልጣኑ ንምፅናሕ ዝተወሰነ በጀት ክለቅቕ ከም ዝኽእል ሓደሓደ ይገልፁ። ይኹን እምበር ድሕሪ ሕጂ በዚ ዝዕሾ ኣመራርሓ ትግራይ ስለዘየለ ኣብይ ኣሕመድ ኣብ ስልጣን ዝፀንሐሉ ግዜ እናሓፀረ ከም ዝኾነ እዩ ዝግለፅ ዘሎ። ሕጂ ዝተረኸበ ሓበሬታ ከም ዝሕብሮ ጀነራል ወዲ ወረደ ሓለውተይ ክዕፍንኒ እዮም ኢሉ ስለ ዝሰግአ ሓለውቲ ንክቕየሩ ከም ዝሓተተ ተገሊጹ። ጀነራል ወዲ ወረደ መዓልታዊ ብዝበሃል ደረጃ ምስ ኣብርሃም በላይ ይኹን ምስ ኣብይ ኣሕመድ እናተደዋወለ ዘተታት ከም ዝገበረን ንትግራይ ከቢድ ፈተና ኮይነ ንክቕፅል ይስራሕ ከም ዘሎን ካብ ፍልፍላት ኣራት ኪሎ ዝተረኸበ ሓበሬታ የረድእ። እዚ ከምዚሉ እናሃለወ ኣርሚ ሰብዓ ወሳናይ መስመር ከምዝተቖፃፀረ ተሓቢሩ። ሰራዊት ትግራይ ኣብ ትግራይ ካብ ዝርከቡ ትካላት ትግራይ ቤዛ ህዝቢ ትግራይ ዝኾነን ህዝቢ ትግራይ እውን ልዕሊ ዝኾነ ይኹን ትካል ዝኣምኖን ከምዝኾነ ዝተረኸበ ሓበሬታ የረድእ። ክፋል ሰራዊት ትግራይ ዝኾነን ብኣንፈት ሱዳን ዝርከበን ኣርሚ ሰብዓ ሕጂ እውን ሰራዊት ብልፅግና ዝንቀሳቐሰሉ ዋና ዋና መስመራት ከምዝዓፀወ ተፈሊጡ። ኣርሚ ሰብዓ ኣብ ሸረሪናን ኣብ ቃፍታን ዝነበረ ሰራዊት ብልፅግና ፀራሪጉ ብምብራር መስመር ሱዳን ከም ዝፀረጎ ብእዋኑ ዝተፀብፀበ እንትኸውን ሕጂ እውን ብልፅግና ቐረብ ዘጓዕዘላ ዝነበረ መስመር ብምዕፃው ቀስ ብቐስ ዕድመ ወረርቲ ንምሕፃር ስጉምትታት ይውሰድ ከም ዘሎ ተሓቢሩ። እዚ ከምዚ ኢለ እናሃለወ ኣብ ካርቱም ሱዳን ፍልይ ዝበለ ፅምዶ ይካየድ ከም ዘሎ ተሓቢሩ። እቲ ብኣተሓባባራይነት ኣምባሳደር ኤርትራ ኣብ ሱዳን ዝካየድ ዘሎ ጽምዶ ፍልይ ዘብሎ ብልጽግና ከመይ ንኣልዮ ዝብል ኣጀንዳ ቀሪቡ ዘተ ዝግበረሉን ውድቀት ብልጽግና ንምቅልጣፍ ካብ ኤርትራ ካብ ትግራይን ካብ ኣምሓራን ዝምልከቶም ወተሃደራዊ መኮነናትን ናይ ፖለቲካ ተወከልትን ዝርከብሉን ከም ዝኾነ ዝተረኸበ ሓበሬታ የረድእ። ኣብዚ ኣኼባ ኣብ ወሰንተ ዛዕባታት ምርድዳእ ብምብጻሕ እንተተኻኢሉ ብልጽግና ቅድሚ መረጻ ንምእላይ እንተዘይተኻኢሉ ድማ ብልጽግና መረጻ ከየካየድ ዝኽእለሉ ዕድል ንምክልኻል ዝዓለመ ወሳናይ ኣኼባ ከም ዝኾነ እዩ ዝንገር ዘሎ። ጀነራል ኣልብርሃን ናብ ስልጣኑ ንክምለስ ናይ ኤርትራን ኣርሚ ሰውዓ ሰራዊት ትግራይን ግደ ዓብዪ ከም ዝነበረ ዝግለጽ እንትኸውን ሕጂ ድማ ኣንጻር ሱዳን፣ ትግራይን ኤርትራን ንዝተሰለፈ ብልጽግና ዕድመ ስልጣኑ ንምሕጻር ኣብ ካርቶ ምኽክር ይግበር ከም ዘሎ ካብቲ ቦታ ዝበጽሓና ሓበሬታ የረድእ። ዶክተር ደብረጽዮን ርክክብ ማሕተም ዝግበረሉ መዓልቲ ይፋ ከም ዝገበረ ተሓቢሩ። ላዕለዋይ ኣመራርሓ ውድብ ህወሓት ተወንዚፉ ዝጸንሐ ብህዝቢ ዝተመረጸ ቤት ምኽሪ መንግስቲ ትግራይ ናብ ስሩዕ ስርሖ ክምለስ ወሲኑ። ላዕለዋይ ኣመራርሓ ውድብ ህወሓት ህዝባዊ መንግስትና ንመኸተና ብዝብል መሪሕ ሓሳብ ኣብ ሓወልቲ ሰማእታት ከካይዶ ዝወዓለ መድረኽ በዓል ሽዱሽተ ነጥቢ መግለፂ ቕዋም ብምውፃእ ዛዚሙ። ህዝባዊ መንግስትና ንመኸተና ብዝብል መሪሕ ሓሳብ ዝተሳለጠ መድረኽ ዝተሳተፉ ኣመራርሓ ወረዳ፣ ከተማን ዞባን ከምኡ እውን ላዕለዎት ኣመራርሓ ህወሓት ማእኸላይ ኮሚቴ እቲ ውድብን ንምምላስ ቤት ምኽሪ መንግስቲ ትግራይ ኣመልኪቱ ንዘሕለፍዎ ውሳነ ብዕምቆትን ስፋሕትን ድሕሪ ምዝታይ ዝስዕብ ቅዋም ወሲዶም ኣለዉ። ማእኸላይ ኮሚቴ ውድብ ህወሓት ዝተወንዘፈ ቤት ምኽሪ መንግስቲ ትግራይ ናብ ስሩዕ ስርሑ ንኽምለስ ዘሕለፎ ውሳነ ህዝቢ ትግራይ ከም ህዝቢ ኣንፀላልይዎ ንዘሎ ሓደጋ ህልውና ዝተረደእን ህዝብና መቃለሲ ማእኸል ክህልዎ ዝገብርን ውሳነ ስለዝኾነ ንተግባራውነቱ ግቡእና ክንፈፅም ኢና ኢሎም። ማእኸላይ ኮሚቴ ውድብ ሕወሓት ዋላ እኳ እቲ ሓላፍነት ናይ ቤት ምኽሪ መንግስቲ ትግራይ እንተኾነ ኣብ ኣጠያይሻ ፈፃሚ ኣካል መንግስቲ ትግራይ ንኹሎም ዓቕምታት መኸተ ዝሓቖፈ ክኾን ከምዝግባእ ዘቐመጦ ኣንፈት ንህልዊ ኩነታት መኸተ ዘገናዘበን ዓቕምታት ወዳበ ንዝመፀ ብድሆታት ክምክት ዘኽእል ውሳነ ስለዝኾነ ንተግባራውነቱ እጃሞም ከምዘዋፅኡ እቶም ተሳተፍቲ ገሊፆም። ንዕውትነቱ ስራሕቲ እዚ ኣብ ፈታኒ እዋን ህዝቢ ትግራይ ንምምራሕ ሓላፍነት ዝሽከም ዘሎ ቤት ምኽሪ መንግስቲ ትግራይ ካብኦም ትፅቢት ዝግበር ኩሉ ከም ዝፍፅሙ ድማ ቃል ኣትዮም ኣለዉ። ማእኸላይ ኮሚቴ ህወሓት ምስ መንግስቲ ኢትዮጵያ ዘለዎ ኣፈላላያት ብዘተን ድርድርን ክፈትሑ ከም ዘለዎም ዘሕለፎ ውሳነ ንመትከላዊ እምነትን ህዝብን ውድብን ዝኾነ ሰላም ሕጂ እውን ዕድል ዝህብ ስለዝኾነ ካባና ትፅቢት ዝግበር ኩሉ ክንፍፅም ቃል ንኣቲ እውን ኢሎም። መላእ ኣብ ውሽጥን ወጻእን ዝርከብ ህዝቢ እቲ ንዓመታት ዝተቓለሰሉን ክቡር መስዋእቲ ዝኸፈለሉን መሰል ዓርሰ ውሳንኡ ንምርግጋጽ ኣብ ዝግበር ቃልሲ ሎሚ እውን ከም ወትሩ ወሳናይ ታርኡ ክዋጽኣ ብምትእምማን ከም ኣመራርሓ ውድብ ህወሓት መሪሕ እጃሞም ከም ዝዋጽኦ እውን ኣረጋጊጸም። ኣብ ብሄራዊ ህልውናና ረብሓን ህዝቢ ትግራይ ዝትግደሱ ፖለቲካዊ ውዳበ ትግራይ ደገፍቲ ቃልስን ንምርግጋፅ መሰል ዓርሰ ውሳነ ህዝቢ ትግራይ ኣብ ዝግበር ቃልሲ ኣብ ጎኖም ኮይኖም ድጋፎም ክገልፁ ፃውዒትና ብምፅዋዕ ውዕለኦም ዛዚሞም። ብመሰረት እዚ ድማ ዶክተር ደብረፅዮን ገብረሚካኤል ብዕሊ ፕሬዚዳንት ትግራይ ከምዝኸውን ተወሲኑ ኣሎ። ናይ ሕጂ ምክትል ፕሬዚዳንት ግዜያዊ ምምሕዳር ትግራይ ኮይኑ ዘሎ ኣይተ ኣማኑኤል ኣሰፋ ድማ ምክትል ዶክተር ደብረፅዮን ኮይኑ ምክትል ፕሬዚዳንት ትግራይ ከም ዝኾነ ይንገር ኣሎ። እዚ ድማ ካብ ፅባሕ ጀሚራ ኣብ ዘሎ መዓልቲ ንህዝቢ ትግራይ ዕላዊ ከም ዝግበር እዩ ዝወፁ ዘለዉ ዜናታት ዝሕብሩ። ብመሰረት ሎሚ ዝወፅእ ዘሎ ዜና ዶክተር ደብረፅዮን ምንጠላ ማህተም ግዜያዊ ምምሕዳር ትግራይ ብዕሊ ከም ዝእውጅ እውን ካብ ትግራይ ዝረኸብናዮ ሓበሬታ የረድእ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንኽበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም!